ጥበባት ሰንበት ርዝነት ቃል ኪዳን ኣብ ሓቀኛ ዛንታ ዝተመርኮሰት ሸድሻይ ክፋል ርዝነት ቃል ኪዳን ኣብ ዝሓለፈ ሓሙሻይ ክፋል ዛንታ ርዝነት ቃል ኪዳን ወላዲ ትምኒት በቲ ሰብኣይ ጓሎም ካብ ቦትኡ መሊኡ ክመጽእ ኣሃዱኡ ሒዞሞ ዝብል ዘረባ ኣብ በዓልቲ ቤቶምን ጓሎምን ሰሚዖም ምስ ተንስኡ ሕርቃኖም ክጻውሩ ከም ዘይከኣሉ ሰዓት ዝወፍርሉ ግዜ ተቓሪቡ ዓርኮምን ጎረቤቶምን ኣቶ ጸጋይ ምስ መጹ ትምኒት ስልጣነ ከተዳሉ ተብተብ ከም ዝበለትን ድሕሪ ምፍናው ኣቦኣ ናብ ስራሕ ሸሞንተን ፈረቓን ናይ ምሸት ኮይኑ ናብ እንዳ ሓሙኣ ክትከይድ ምስ በለት ኣዲኣ በዚ ጸልማት እሞ ከኣ መብራህቲ ዘይብሉ መን ረኺቡኒ ክትብል ብምባል ከም ዝኸልከልኣ እንተኾነ ትምኒት ብኸመይን እንታይን ናብ ኣሃዱ በዓል ቤታ ትበጽሕ እናሓሰበት ዓይና ሰለም ከየበለት ከም ዘጉሓታ ኢና ኣብ ሓሙሻይ ክፋል ርዝነት ቃል ኪዳን በጺሕና ኔርና። ንሻድሻይ ክፋሉ ተኽታተሉ። እንታይን ብኸመይን ክዕውተኒ ዝኽእል ብልሓት ክፈጥር ኣዒንተይ ሰለም ክብል ኣይከኣልኩን። ሓሳባት የውርድ የደይብ በዓል ቤተይ ኣብ ተሮርማ ፀሓይ መቖተን ኣብ ማእሰርቲ ዝሕልፎን ዘሎ ስቅያት ከጸናንዕ ኢለ ዓሰብ በጺሐ ረኺበ ዘዕልሎ ኮይኑ ይስምዓኒ። በቲ ንዓሰብ ከኺደኒ ዝኽእል መንቀሳቐሲ ወረቐት ዘይምህላወይን ብኸመይን እንታይን ኣብ መኻነይ ይበጽሕ ብስእላዊ መልክዕ ቅጅል ኢሉ ድቃስ ከለኣኒ ኣዒንተይ ከመይ ኢለን ክላገባ ክቃለስ ድሕሪ ምሕዳር ከኣ ከምዘይ ወግሕ የለን ምድረ ሰማይ ወገግ በለ ኣደይ ኩሉ ግዜ ተንሲኣ ገብርኤል ብስራታዊ ጸሎት እያ ኣብጺሐ ክመጽእ እናበለት ብንግሁ እያ ትግስግስ ኣነ እውን ልማዳ ስለ ዝፈልጦ ኣበይ ኮን ከይዳ ኢለ ዝሽጎር የብለይ ኣሻበይ ገጸይ ተሓጺበ ክዳውንተይ ቀያይረ ከም ሸዓ ግዜ ገረመኒ ኣብ ቆጸራ ንፍዕቲ ስለ ዘይኮንኩ መሓዙተይ ትምኒት እኳ ክትቆጽራ ተደሊኻ ሰዓት ኣቐዲምካ ኢኻ ትሕብራ ዘለካ ስለ ዝብላኒ ብሕልፊ ራሕማ መሓዛይ ኩሉ ግዜ እትደግማ በሃል ኣላ ወዲ ሰብ ካብ ጁባ ሰብ ጥራይ ኣይኮነን ዝሰርቕ እቲ ኣብ ልክዕ ናይ ቆጸራ ዘይርከብ ካብ ግዜ ናይ ሰባት ዝሰርቕን ንሱ ንባዕሉ ሰራቒ እዩ እያ ትብል። ከም ሎም ኩሉ ግዜ ይኹነለይ በልኩ ብልበይ ኩነታተይ ስለ ዝገረመኒ ድሕሪ እንዳ ሓሞይ በጺሐ ድሃይ በዓል ቤተይ ምጥያቐይ እውን ውሽጠይ ክዓርፈለ ኣይከኣለን ከየት ታርፉኒ ብምባል ንዓሰብ ናይ ምኻድ ውጥነይ ክነግሮ ኣይመረጽኩን ዓቢ ሓዉ ንበዓል ቤተይ ኣብ ዓሰብ ተቐሚጡ ምንባሩ ስለ ዝፈልጥ ከኣ ንመንገደይ ዝኾነኒ ክእክብ ኢለ ሓደ ክልተ እናበልኩ እቲ ይኣኽለኒ ዝበልኩ ሓበሬታ ሰኒቐ ገዛይ ተመለስኩ። ገዛ ኣትየ ዘይከም ካልእ ግዜ ነደይ ንዕላል ግዜ ስለ ዚሃብክዋ፣ ንመገሻ ይኾነኒ ዝበልክዎ ክዳውንቲ ንምጥርናፍ፣ ኣርማድዮ ክኸፍትን ክዓጹን ከውጽእ ከእቱ ተዓዚበ ኸኣ፣ ብኹነታተይ ኣይቀሰነትን። ኣንቲ ትምኒት፣ እንታይ ኢኺ ትኾኒ ዘለኺ? ኣርግእ እንዶ ኣብልዮ እዚ መንፈስኪ። ብሓድኣ ፊቱ፣ ሓድሽ ነገር ብኣና ዝተጀመረ መኣስ ኮይኑ? ሰብ ባህጊ ውሑዳት ዘርኢ ኮይንና እንዳኣልና ሰብኣይ ክምጻእ በልዮ ውለዲ ዝመድ እንብል ዘለና ቴድሮስ ወደይ ሓደ ሓድጊ ብስሙ ዝጽዋዕ ከይገደፈ ንዕርብርቡ ጠፊኡ ዓሻ ሓወ ዝወደይ ሓውኸ ከኣ እንሆልኪ ከም ሰቡ የገልግል ኣሎ ንሰ ክንዲ ኣሕዋትኪ ክትስስኒ ኣሕዋት ክትወልድልና እንዳኣልና ደሊና ምስ በለት ውሽጠይ ሕንቕንቕ በለኒ ብቴድሮስ ሓወይ ኣይክእልን እየ ስሙን ክለዓል ንብዓት ኣዒንተይ ክዓቁር ዝኽዕል ዓቕሚ እዩ ዝስእን እታ ንውሽጠይ እትጎድእ ቃል ምድጋማ ኸኣ ነደይ ደንገጽኩላ ኣብ ዘይ ዕድሚኣ ጸጕሪ ርእሳ ጻዳ ሻሽ መሲሉ ለይትን መዓልትን ከም ጸሎተ ዳዊት ንምስሊ ስእሊ ቴድሮስ ሓዊ ኣተኪራ እናጠመተት ከተዕልሎ ሕሰማ ጓሂኣ ኣብ ገጻ ተንጸባሪቖ ዘይሙስል መሲላ ምኽዋል ኣብዋ ከይኣክል ገና ሓዘና ከይተደበሰ ብደቃ ከይማምኦት ነገር ወላዲት ብኣይ ክትሻቐልን ክትሓስብን ክትትክዝን ምርኣይ ድርብ ሓዘን ምዃኑ ንዕድለይ ንዕድል ናይ ገዛና ኣማረርኩ ሕጂ ደሞ ካብ ዝሓሰብኩ ክተርፍ ምስ ውሽጠይ ተማጎትኩ ንኹሉ ናይ ውሽጠይ ነውፂ ሓቢኤ ንሻኡለተይ ኣደይ ክህድእ ክዋሳእ ጀመርኩ ኣቦይ ካብ ናይ ለይቲ ዋርድያ ሓዲሩ ንገዛ ዝኣተወሉ ሰዓት ከይኣኸለ ናውቲ እውን ቀራሪበ ቁርሲ ኣብ ምድላው እንከለኹ ዘይከም ካልእ እዋን ቅድሚ ሰዓት እዩ በፂሑ ኣደይ ተገሪመ ኸዓ ኣንቱም ኣሻብኩም ደኣ ሎምስ ቅልጥፍ ኢልኩም መፂእኩም በለት ኣቦይ ኣብ ርእሱ ወዲዋ ዝፀንሐ ቆቢዕን ካቦትን ኣውፂኡ እናቐመጠ ኸዓ ዘረባ ኣይብሉን ናይ ሎሚ ለይትስ እዞም ወተሃደር ዛኩላ ገዛ ከንሻ ፎር ሮብያ እንዳ በኣለ እዝጋቢሄር መደበር ኩላ ክሳብዛ እንዳ ጣውላ እንዳ ጠሓኒት እዛ ኩላ ገዛ ገዛ እናኣተዎ ነዛ መንእሰይ ክኣሪዋዮም ሓዲሮም እንታይ ክትብልኦ ተካለይቲ ወጊሑ ንመንእሰይ ዘይከውን ግዜ ኮይኑ ገብርኤል ብስራታዊ ጸራጊቶም ትምጻእ እምበር እዚኦም ስንድዒ ነቦይ ዝብሎ ዝጸንሐ ግምት ከይሃብኩ ኸኣ ነናትካ የሕስበካ ኮይኑ ኸኣ መንቀሳቐሲ ዘይብለይ ክገይሽ ኢለ ምሕሳበይ ኣተሓሳሰበኒ እታ ከረጋግጻ ዝደልኹ ክሓቶ ስለ ዝደልኹ ኸኣ ኣንታ ኣቦይ ነወዳ ጥራይ ድዮም ንደቂ ኣንስትዮ ከዓ ይሓቱ ነይሮም እዮም ሆይ ነቦኺ ተተፃዒኖም ዝኸዱ ዝነበሩ ስባ ደቂ ተባዕትዮ እዮም ኣንቲ እዚኦም ኣበይ ክጎድፉ መልኣኽ ዘይብሎም ምርኩሱ ንባይታ እናምጠጠበ ኣደይ ንየማነ ፀጋም ርእሳ እናነቕነቐት ቀዊላ ብምትኳር ንዝብሎ ክትሰምዕ ጽም በለት። ኣደይ ወተሃደር እንተሰሚዓ ልባ ምሽት እያ ትብል። ኣስመሮም ሓወይ ንዕረፍቲ ኢሉ ምስ መጸ ክልተ ሰሙን ብገዛእ ርእሱ ምስ ወሰኸ ኣሃዱኡ ብለይቲ መጺኦም ገዛ ምስ ኣካበቡ ኩላ ካንሾ እንድያ ርዒዳ። ኣስመሮም ሓወይ ኣብ እንዳ ዓርኩ ሓዲሩ ገዛ ስለ ዘይጸንሐ ኸኣ ኣቦይ እውን ኣብ ስራሕ ስለ ዝሓደረ ብቐጥታ እነደዮም ወዲ ኽምጽዮ እንተዘይኮነ ግና ንዓኺ ኢና ንወስድ ብምባል ናብ ሳልሳይ መደበር ፖሊስ ሒዞም ኣሲሮማ ኣስመሮም ሓወይ ነዚ ምስ ሰምዐ ኸኣ ኣነ ዝተጓገኽዎ ኣመንቲ ምንታይ ኣደይ ትእሰሮ ብምባል ኣደይ ከም ትፋኖ ክቕረእ ኣንቱም ታይ ትብሉ እሞ ሓሻኻ ዞም ደቂ ኣዲኦም ትደፋ እሞ ረኺቦምሎም ዶ ዋ ገዛ ገዛ ኣትዮም እናበልናኪ ክረኽብሎም ጥራይ ኣብ ረርእስና ጸዓኑ እምበር ወዲ ሰብ ሓሲሩ እዩ በላ ነቲ ሃዋህው ክቕይሮ ብምባል ከኣ ቁርሲ ቀሪበ ናብ ካልእ ኣርእስቲ ንምቕያር ከምዚ በልኩ። ኣቋራሪሰዮ ምስ ወዳእኩ ከኣ ሕጂዶ ጽባሕዶ ክብገስ እናበልኩ እናተማታእኩ እታ ክጎፉ ሓዲሮም እትብል ቃል ናይ ኣቦይ መንቀሳቐሲ ዘይምህላወይ ኣርዓደትኒ። ግድን ነታ መዓልቲ ኣሕሊፈ ንጽቡሑ ክብገስ ግና ንውሽጠይ ኣመንክዎ። ከምታ ዝሓለፈት መዓልቲ ኣዒንተይ ሰለም ከየበልኩ ሓደርኩ። ኣደይ ከም ኣመላ ንቤት ክርስትያን ምስ ከደት ከኣ ከይተሰናኽለኒ ብምሕሳብ ንንግስቲ ጎረቤተይ ኣብርሃም ኣብ ደቀ ምሓረ ምጽኦሞ ኣለዉ ኢሎም ደዊሎምለይ እሞ ደሃዩ ክገብር እየ ብምባል ሓቢረ ኣደይ ከይትረኽበኒ ብመንገዲ ጸጋማይ ሸነኽ እንዳ ወዲ ቅጫ ኣቋሪጸ ንጽርግያ ሪጋ ሶማል ሒዘ ቁጽሪ ሸውዓተ ወይ ቁጽሪ ዓሰርተ ኣውቶቡስ ንዕዳጋ ሓሙስ እትወስደኒ ክስቀል ክበጽሕ እታ ብምድንጓያ ምንያ ኮለል ቅጽል ስም ዝወጽኣ ኣውቶቡስ ቁጽሪ ዓሰርተ ኣብ ምብጋሳ ኣኪበ ተሰቐልኩ። ኣዲኻ ከም ዝለኣኸትካ ዘይኮነ ዕዳጋ ከም ዝጸናሓካ ከም ዝበኣል ከኣ መስመር ኣስመራ ባጽሕን ክበጽሕ ባጽዕ ባጽዕ ሓደ ሰብ ባጽዕ ባጽዕ ባጽዕ ሓደ ሰብ ክብል ምስ ሰማዕኩ ውሽጠይ ሓጎስ መለኣኒ። ኣውቶቡስ መሊኣ ብመንገዲ ሹቕ ኣባሻውል፣ ካስሸሊ፣ ቤት ትምህርቲ ኣዱሊስ ንጸጋማይ ወገን ገዲፍና ብፎሮብያ ተጠዊና ቤት ገርግሽ ምስ በጻሕና ንተፍትሽ ጠጠው ምስ በለት ልበይ ክትሃርም ጀመረት። መንቀሳቐሲ ተሓቲተ ዝምልሶ ስለ ዘይብለይ ሰጋእ ከይብል ብሙሽጠይ ንኣምላኸይ ጸለኹ። ወተሃደር ኣብ መእተዊ ናይ ቀዳማይ ማዕጾ ኮይኑ ድሕሪ ምምዕዳው ከኣ መኪና ብሰላም መንገዳ ቀጸለት። ቤት ገርግሽ ኣቢልና ብመንገዲ ባጽዕ ሒዝና ልክዕ ሰዓት ዓሰርተ ሓደን ሰላሳን ጋሕቴላይ ኣተና። ንዝተወሰነ ሰዓታት ምስ ጸናሕና ከኣ ጋሕቴላይ ሓሊፍና ንሸነኽ የማን ተጠዊና ኣብ ማይ ኣጣል ምስ በጻሕና መራሕ መኪና ደው በለ